በስማብ ወወል ወመንፈስ ቅዱስ ኣሃዱ ኣምላክ ዝኸበርኩም ስድራ ቤት እግዚኣብሔር ኣቦታት ካህናትን ኣሓዋት ዲያቆናትን ዝኸበርኩም ኣቦታት ምእመናን ዝኸበርክን ኣዴታት ዝኸበርኩም ኣሕዋትን ኣሓትን ኩልኹም ስድራ ቤት ልዑል እግዚኣብሔር ንኣምላኽ ተፍቅርዎ ኣምላኽ ድማ ዘፍቅረኩም ኣብ ርሑቕን ኣብ ቀረባን ኮንኩም ነዚ ቃል ዝሰምዕ ዘለኹም ፍቁራት ኣምላኽ ቅዱሳን ክንኮኑ ዝተጸዋዕኩም ደቂ ዓዶም ንቅዱሳን ኣብ መሰረት ነብያትን ሃወርያትን ጻርቃንን ሰማታትን ዝተነደቅኩም ስድራ ቤት ልኡል እግዚኣብሔር ኣምላኽ ኩሉኹም ኣኣብ ዘለኹሞ ሰላም ድሓን ደለኹም ናይ እግዚኣብሔር ኣምላኽና ሰላምን ፍቅርን ምስ ኩላትና ይኹን ቅዱስ እግዚኣብሔር ኣምላኽና ንኹላትና ኣብ ዘለናዮ ነቶም ቃሉ እንሰምዕ ዘለና ቃሉ ዝሰምዕ ኣእዛንና ክኸፍተልና ልብና እውን ከጣጥሓልና ቃሉ ሰሚዕና ንምትግባር ከንቅሓና ከም ፍቃዱን ከም ብዝሕ ምሕረቱን ንክንመላለስ ኣምላክ ንኩላትና ጸግኡን ምሕረቱን የብዝሓልና ቅድስተ ቅዱሳን ድንግል ማርያም ንኩላትና ብጸወታ ክትድግፈና ቅዱሳን ኣቦታትና ውን ብረዲኤቶም ክሕልውና ፍጻሜና ከጸብቀልና ናይ እግዚኣብሔር ኣምላክና ሰናይ ፍቃድ ይኩነልና ከም ፍቃድ እግዚኣብሔር ንሎሚ ብዛዕባ ቤት መቅደስ ኢና ክንመሃር ርእሲ ናይ ትምትና ወንጌል ዮሓንስ ምዕራፍ ክልተ ዘሎ ቃል ክከውን ወንጌል ዮሓንስ ምዕራፍ ክልተ ቁጽሪ ዓሰርተ ሽዱሽተ ይትግበሩ ቤተ ኣቡየ ቤተ ምስያጥ ካብዚ ኣልዕልዎ ንቤት ኣቦይ ቤት ሸቀጥ ኣይትግበርዎ ኢሉ ኣምላኽናን መድሕንናን ኢየሱስ ክርስቶስ ካብ ዝተዛረቦ ቃል መሰረት ብምግባር ኢና ከም ፍቓድ ኣምላኽ ክንመሃር ደጊመ ኣምላኽ ንኹላትና ምስ ባዕሉ ይዓድለና። እዛ ዘለናያ ሳምንቲ ክቡራት ስድራ ቤት ኣምላኽ ኣብ ዝሓለፈ ናይ ዘወረደ ሳምንቲ ከም ዘኽበርና ናይ ቅድስቲ ሳምንቲ ውን ከም ዘኽበርና መበል ሳልሳይ ሳምንት ኣብ ዓቢይ ጾም ዘላ ሳምንቲ ቤት መቕደስ ወይ ከኣ ምኵራብ ዝያዳ እንዝክረላ ሳምንቲ እያ፣ ምኵራብ ተባሂላ ድማ ትጽዋዕ። እዛ ሳምንቲ እዚኣ ክርስቶስ ኣምላኽና ብስጋ ካብ ቅድስተ ቅዱሳን ካብ ድንግል ማርያም ተወሊዱ ድሕሪ ሰላሳ ዓመት ኣገልግሎቱ ብጥምቀት ምስ ጀመረ ንቤት መቕደስ ከም ዘጽረየ ኣብ ምኵራባት ኰይኑ ይምህርን ይሰብኽን ትእምርትን ተኣምራትን ይገብር ከም ዝነበረ፣ ንቤት መቕደስ ድማ ከምቲ ቃል ኣምላኽ ብንጹር ዝነገረና ክልተ ግዜ ከም ዘጽረየ እንዝክረሉ ዕለት ወይ ድማ ሳምንቲ እዩ። እግዚኣብሔር ኣምላኽና ነዚ ሳምንቲ እዚ በዚ ነገር እዚ እናዘከርና ክርስቶስ ኣምላኽና ንምድራዊ ቤት መቕደስ ከም ዘጽረየ ንናይ ነፍሲ ወከፍ ክርስትያን ሰብነት እውን ከጽሪ ኢሉ ከም ዝተገለጸ፣ ንዓና ንምጽራይን ንዓና ንምቕዳስን ኣብ መስቀል ከም ዝተሰቕለ ዝያዳ እንዝክረሉ ዕለት እዩ እሞ፣ እግዚኣብሔር ኣምላኽና ብየትና ክነጽሪ ሕይወትና እውን ክነጽሪ ሕይወትና ክነዳሉ ካብ ኩሉ ርሳሓት ዘበለ ንሕይወትና ክንከናኸና ኣምላኽ ንኩላትና ምስትውዓል ይዓድለና እምበኣር ከም ፍቓድ ኣምላኽ ኣብዛ ዘላትና ግዜ ንሰብነትና ክነጽሪ ከም ዝግብኣና ኢና ክንመሃር ከምቲ ኣቀዲመ ዝበልኩኩም ርእሲ ናይ ትምህርትና ወንጌል ዮሃንስ ምዕራፍ ክልተ ቁጽሪ ዓሰርተ ሽዱሽተ እዩ ዘሎ ካብ ቁጽሪ ዓሰርተ ሰለስተ ጀሚርና እንተ ኣንቢብና ክቡራት ስድራ ቤት ፋሲካ ኣይሁድ ቀሪቡ ነበረ ኢየሱስ ድማ ናብ ኢየሩሳሌም ደየበ ኣብ ቤት መቅደስ ከኣ ኣብዑርን ኣባጊዒን ረገቢትን ዝሸጡ መሽረፍቲ ተቀሚጦም ረኸበ ካብ ገመድ ጭጉራ ፍተቲዑ ኸኣ ምስተን ኣባጊዕን ኣብዑርን ንዅሎም ካብ ቤት መቕደስ ኣውጽኦም። ንገንዘብ እቶም ኣሽረፍቲውን ፋሕ ኣበሎ፣ ንሰደቖም ድማ ገልበጦ። ነቶም ሸየጥቲ ረገቢት ድማ፣ እዚ ኻብዚ ኣልዕልዎ፣ ንቤት ኣቦይ ቤት ሸቐጥ ኣይትግበርዎ፣ ኢሉ ከም ዝተዛረቦም ቅዱስ ዮሓንስ ወንጌላዊ ኣብዚ ጽሒፍልና ኣሎ። ክርስቶስ ኣምላኽና በዓል ፋሲካ ንምብዓል ኢሉ ናብ ኢየሩሳሌም ምስ ደየበ ብቐጥታ ናብ ቤት መቕደስ እዩ ከይዱ። ቤት መቕደስ ንዕኡ ቤት ኣቦኡ እዩ። ቤት መቕደስ ንዕኡ ቤቱ እዩ። ንሱ ብክብሪ ዝግለጸሉ ስፍራ፣ ንህዝቡ ዝግለጸሉ፣ ንህዝቢ ዘዛርበሉ፣ ሓጢኣት ናይ ህዝቡ ዝድምስሰሉ፣ ሽግር ናይ ህዝቡ ድማ ዝሰምዓሉ፣ እቶም ህዝቢ እውን ሽግሮም ንምቕንጣጥ ከካብ ቤቶም ናብቲ ቤት እቲ ዝመጽእሉ ዝነበረ ቅዱስ ስፍራ እዩ። ቤት መቕደስ ንኽሰርሑ ዝኣዘዞም ባዕሉ እግዚኣብሄር እዩ። ኣብ ዘመነ ብሉይ ኪዳን ኣብ ማእከልኩም ምእንቲ ክነብር ቤት መቕደስ ስርሑለይ ኢልዎም፣ ከም ፍቓድ ኣምላኽ ድማ ህዝቢ እስራኤል ቤት መቕደስ ሰሪሖምሉ፣ ኣብ ቤት መቕደስ ኮይኑ ከኣ የዛርቦም፣ ብፍላይ ንኣቦና ሙሴ ኣብቲ ኣብ መንጎ ክልተ። ስእሊ ኪሩቤል ዝነበረ ስፍራ፣ ኣብኡ ዀይኑ ኣምላኽ ንኣቦና ሙሴ የዘራርቦ ኸም ዝነበረ፣ ድምጺ የስምዖ ኸም ዝነበረ ቃል ኣምላኽ ይነግረና። ስለዚ፣ እግዚኣብሄር ኣምላኽና ቤት መቕደስ ስርሑለይ ኢሉ፣ ቤት መቕደስ ድማ ሰሪሖምሉ። ኣብ ማእከልኩም ምእንቲ ኽነብር ኢልዎም ምስ ሰርሑሉ ኸኣ ኣብ ማእከሎም ድማ ይነብር ነይሩ። ኣብ ማእከሎም ኰይኑስ የዘራርቦም ነይሩ፣ ካብ ማእከሎም ከም ዘይረሓቐ ኣብ ስደት'ኳ እንተሃለዉ ግን ከኣ ከም ዘይተፈለዮም፣ ኣብ ቤት መቕደስ ኮይኑ ከም ዘዘራርቦም፣ ሓሳብ ልቦም ከም ዘስምር፣ ጸሎቶም ከም ዝሰምዕ፣ ከም ዝፍውሶም፣ ርሑቕ ከም ዘይኮነ ንምርዳእ ኢሉ፣ ኣብ ማእከልኩም መቕደስ ስርሑለይ፣ ኣብ ማእከልኩም ምእንቲ ክነብር መቕደስ ስርሑለይ ኢልዎም። ቅድሚኡ ይነብር ኣይነብረን ክንብል ኣይንኽእል ኢና። ቅድሚ ቤት መቕደስ ምስርሑ፣ ቅድሚ ምኵራብ ምስርሑ፣ ንሱ ነይሩ እዩ። ኣብ ማእከሎም ነይሩ። ግን ዝያዳ ቤት መቅደስ ምስ ሰርሑ ኣምላኽ ኣብ መንጎና ኣሎ፣ ኣብ ማእከልና ኣሎ፣ ይሰምዓና ኣሎ ኢሎም ዝያዳ ናብ ኣምላኽ ምእንቲ ክቐርቡ ከኣ መቅደስ ስርሕለይ ድማ ኢልዎም። መቅደስ ከኣ ሰሪሖምሉ፣ ከም ፍቓድ ኣምላኽ ድማ ንፈለማ እዋን መቅደስ ሰርሐ፣ መጽሓፍ ቅዱስ ከም ዝነግረና ንጉስ ሰሎሞን እዩ። ንብዙሕ ዓመታት ድማ እታ ቤት መቕደስ ኣገልጊላ። ህዝቢ በታ መቕደስ እቲኣ ገይሮም ንኣምላኽ ይረኽብዎ ነይሮም፣ ኣምላኽ እውን ኣብታ ቤት መቕደስ እቲኣ ንዝተጸለየ ጸሎት ክሰምዕ ምዃኑ ቃል ኪዳን ኣትዩ ነይሩ፣ እንተ ዘይበዲሎም፣ ሓጢኣት እንተ ዘይሰሪሖም። ብዝኾነ ድሕሪ ብዙሕ ዓመታት ግን ሓጢኣት ሰሪሖም በዲሎም፣ እታ ቤት መቕደስ ድማ ናቡዛርዳን ዝተባህለ ሓለቓ ሰራዊት መጺኡ ከኣ ኣፍሪስዋ። እቶም ህዝቢ ከኣ ብምልኦም ተማሪኾም ናብ ባቢሎን ከኣ ወሪዶም። ድሕሪ ሰብዓ ዓመት እንደገና ከኣ ብመሪሕነት ዘሩባቤል ቤት መቅደስ እንደገና ኣብቲ ናይ ንጉስ ሰሎሞን ተሰሪሓ። እቶም ህዝቢ ሰሪሖማ፣ ወዲኦማ፣ ዛዚሞማ። ንብዙሕ ዓመታት ንሳ እውን ኣገልጊላ። ክርስቶስ ኣምላኽና ከይተርፈ ዘገልግለላ ዝነበረ፣ ትእምትን ተኣምራትን ዝገብረላ ዝነበረት እታ ቤት መቕደስ እቲኣ እያ፣ እታ ብመሪሕነት ዘሩባቤል ዝተሰርሐት ቤት መቕደስ፣ ካልኣይ ግዜ ዝተሰርሐት ቤት መቕደስ። ካልእ ሳልሳይ ራብዓይ ቤት መቕደስ ኣይነበረን፣ ክሰርሑ እውን ኣይተፈቕደሎምን። እታ ቤት መቕደስ ሓንቲ እያ፣ ንጉስ ሰሎሞን መጀመርያ ሰሪሑ፣ ንሳ ብባቢሎናውያን ፈሪሳ፣ እንደገና ኸኣ፣ ብመርሒነ ዘሩባቤል ኵሎም እስራኤላውያን ከኣ ሓቢሮም ቤት መቕደስ ሠርሖም፣ ንሳውን ክሳብ ሰብዓ ዓመተ ምሕረት ከኣ ኣገልጊላ። ክርስቶስ ኣምላኽና እምበኣር ኣብኣ ተረኺቡ እዩ ዚምህርን ዚሰብኽን ነይሩ። ስለዚ ነዛ ቤት መቕደስ እዚኣ እዩ ኢየሱስ ክርስቶስ ከጽርያ ኢሉ ናብ ውሽጢ ምስ ኣተወ ነቶም ኣብኡ ዝነበሩ መሽረፍቲ፣ ሸቀጥቲ፣ ተሻየጥቲ ንብሙሉኦም ንደገ ዘውጽኦም። ነቶም ኣብኡ ዝነበሩ መሽረፍቲ ንገሊኦም ኣውጺዎም ነቶም ክወጹ ዝግብኦም ንደገ ኣውጺዎም ነቶም ነቲ ክግልበጥ ዘለዎ ንብረት ገልቢጥዎ ነቲ ክእለ ዘለዎ ከኣ ኣልይዎ ነቲ ክድርበ ዘለዎ ውን ደርብይዎ ምኽንያቱ እታ ቤት መቕደስ ከም ሽማ ቤት መቕደስ መቐደሲ መንጽሂ መጸለዪ ደኣ እምበር መሸቀጢ ዕዳጋ ኣይነበረትን። ንኸምኡ ክትከውን ኣይኮነን እግዚኣብሔር ስርሑለይ ኢሉ። ንሶም ግን ዕላማ ናይታ ቤት መቅደስ ረሲዖም እቶም ኣብኡ ዝነበሩ መራሕቲ ነቲ ቤት መቅደስ ዕዳጋ ስለ ዝቀየርዎ በዓት በዓቲ ጎሓሉትን ሰረቅትን ስለ ዝለወጥዎ ስለምንታይ ንቤት ንቤት ኣቦይ ከምዚ ጌርክሞ ቤትየሰ ቤተ ጸሎት ትሰመይ፣ ቤተይ ቤት ጸሎት ተባሂላ ክትስመ እያ ዝብል ጽሑፍ ኣሎ። ንስኻትኩም ግን በዓቲ ሰረቕትን ጎሓሉትን ቀይርኩማ ኣለኹም ኢሉ ከኣ ክወቕሶም እንከሎ ንርኢ። ስለዚ ወቒስዎም። እንደገና ከኣ ነቲ ዝወጽእ ኣውጺዎ፣ ነቲ ዝግልበጥ እውን ገልቢጥዎ፣ ነቲ ዝድርበ እውን ደርቢይዎ። ኣብኡ ኣብዑር ነይሮም ዝሽየጡ፣ ኣባጊዕ ነይረን ኣብኡ ዝሽየጣ፣ ገንዘቡ ነይሩ ኣብኡ ዝልወጥ። ረጋቢት እውን ነይረን ኣብኡ ዝሽየጣ። ነዚ ኹሉ እዩ ክርስቶስ ንደገ ዘውጽኦ ዘሎ። ስለዚ ክቡራት ስድራ ቤት እግዚኣብሔር እዛ ሳምንቲ እዚኣ ከምቲ ኣቐዲመ ዝበልክዎ ክርስቶስ ኣምላኽና ንዓና ንምንጻህ ኢሉ ንምቕዳስ ኢሉ ንዓና ንምድሓን ኢሉ ነብስና ንኸጽሪ ደሙ ኣብ መስቀል ተሰቒሉ ቅድሚ ምፍሳሱ ንቤት መቕደስ ከም ዘጽረየ ንምኵራብ ከም ዘጽረዮ እንዝክረሉ ዕለት እዩ። ምኵራብ ካብ ቤት መቕደስ ይፍለይ። ምኵራባት ብጣዕሚ ብዙሓት እዮም። ኣብ ኢየሩሳሌም ብዙሓት ምኵራባት ነይሮም፣ ኣብ ይሁዳ፣ ኣብ ካልኦት ሃገራት ከይተረፈ። ኣይሁዳውያን ተኣኻኺቦም ምኵራባት ይሰርሑ ነይሮም እዮም። እተን ምኵራባት ቀዳማይ ንጸሎት የገልግላ ነይረን፣ መጽሓፍቲ ናይ ብሉይ ኪዳን፣ መጽሓፍቲ ሙሴን መጽሓፍቲ ነብያትን ሰንበት ሰንበት እናተኣኻኸቡ ኣብኡ ኸይዶም እቶም ህዝቢ፣ እቶም መማህራን የንብቡሎም፣ ነቲ ዘንበብዎ ድማ ይትርጉሙሎም፣ እቶም ህዝቢ ኸኣ ይመሃሩ፣ ይሰምዑ፣ ይጸናንዑ፣ ይበራትዑ፣ ይምከሩ፣ ይመዓዱ ነይሮም። እዚ ቀዳም ቀዳም ወይ ድማ ሰንበት ሰንበት ዝካየድ ዝነበረ ስርዓት ናይ ብሉይ ኪዳን እዩ። ኣበይ ዝካየድ ነይሩ እንተ ኢልና ድማ ኣብ ምኵራባት እዩ። እታ ቤት መቕደስ ግን ሓንቲ እያ። ኣብ ምኵራባት ጸሎት ኣሎ፣ ምኽሪ፣ ማዕዳ፣ ትምህርቲ ኣሎ። ናይ ነፍሲ ወከፍ ምኵራባት እውን ሓለቓታት ኣለዉ። ካልእ ኣብ ኣብ ምኵራብ መስዋእቲ የለን። ኣብ ቤት መቕደስ ግን እቲ ኣብ ምኵራባት ዝግበር ብምልኡ ክግበር እንከሎ፣ ካልእ ተወሳኺ ከኣ ኣብ ምኵራባት ዘይግበር ዝግበር ዝነበረ ኣብ ቤት መቕደስ፣ መስዋእቲ ምስዋእ እዩ። ንኣብነት ተባዕታይ ዘበለ ኩሉ ኣብ ዓመት ሰለስተ ግዜ ናብ ቤት መቕደስ ክድይብን መስዋእቲ ከቕርብን ብሉይ ኪዳን ትእዝዝ እያ። እዚ ኣብ ምኩራባት ክፍጽምዎ ይግባእ ኣይነበረን፣ ኣምላኽውን ከምኡ ኣይበሎምን። ስለዚ ናብ ቤት መቕደስ ከይዶም መስዋእቲ ዝስውኡ ነይሮም። ነቲ ብመስዋእቲ ምስ ኣምላኽ ዝራኸብሉ ዝነበሩ ቤት መቕደስ፣ ኣምላኽ ብኽብሪ ዝግለጸሉ ዝነበረ ቤት መቕደስ፣ ንዕኡ እዮም እምበኣር እቶም ናይ ዕዳጋ ናይ ገንዘብ ፍቕሪ ዘለዎም ናብ ዕዳጋን ናብ መሽረፍትን ተሻየጥትን ናብ በዓቲ ጓሓሉቱን ዝቐየርዎ። ክርስቶስ ጽቡቕ ኣይተሰምዖን። ስለምንታይ ንቤት ኣቦይ ከምዚ ጌርኩምዎ? ኢሉ ኸኣ ተዛሪብዎም ወቒስዎም። ክሳዕ ዘውጽዎውን ስቕ ኣይበለን። ባዕሉ ነቲ ክወጽእ ዝግብኦ እናውጸ ነቲ ክግልበጥ ዝግብኦ እናገልበጠ ንደገ እዩ ኣውጺእዎ። ስለምንታይ ከምዚ ጌርካ? ከምዚ ንኽትገብር መን ስልጣን ሂብካ? ኢሎም ሓቲቶሞ ንሱ ውን መሊስሎም ስለዚ ንሱ ኣብ ምኩራባት ከይዱ ይምህርን ይሰብኽን ትእምትን ተኣምራትን ይገብር ነይሩ እዩ ኣብ መቅደስ እናኸደ ከኣ ይምህርን ይሰብኽን ትእምትን ተኣምራትን ከኣ ይገብር ነይሩ እዩ እዚ ክሳብ ናብ ሰማያት ዝዓርግ ንቤት መቅደስ ክልተ ግዜ ከም ዘጽረየ ኣብ ቤት መቅደስ ለይቲ ለይቲ ኣብ ደብረ ኤሌዎን ኣብ ደብረ ዘይቲ ይሓድር ከም ዝነበረ፣ ቀትሪ ቀትሪ ድማ ኣብ ቤት መቕደስ ይውዕል ከም ዝነበረ ወንጌል ይነግረና እዩ። ስለዚ እቲ ብብዝሒ ዘገልገለሉ ዝነበረ፣ ዝሰብከሉን ዝምህረሉን ዝነበረ ቤት መቕደስ፣ ቤት ዕዳጋ፣ ቤት ሸቐጥ ኮይኑ ምስ ጸንሖ ክርስቶስ ኣምላኽነት ጽቡቕ ኣይተሰምዖን። ስለዚ ኣብዚ እንታይ ኢና ንርዳእ? ክሳዕ ክንደይ ክርስቶስ ኣምላኽና ንዓና ጥራይ ዘይኮነስ ነቲ ንሕና እንሰፍረሉ ንዓና ንምቕዳስ ዝተዋህበና ከም ፍቓድ ኣምላኽ እንቕደሰሉ፣ ክርስትያን እንኸነሉ፣ ቤት መቕደስ ከይተረፈውን ከም ዘጽረየ ኢና ንርዳእ። ስለዚ ህይወትና ክጸሪ ኣለዎ፣ ገዛና ክጸሪ ኣለዎ፣ ቤት መቕደስናውን ክጸሪ ኣለዎ። ቤት መቕደስ የድሊ እዩ። ቤት መቕደስ ዘየሊ እንተዘኸው ነይሩ ክርስቶስ ነቲ ቤት መቕደስ ኣየመጽረየን ነይሩ። ምጽራይ ዘይኮነ ምፍራስ እዩ ዘድልዮ። እንተ ዘየድሊ ነይሩ ማለት እዩ። ግን ክርስቶስ ኣምላኽና ቤት መቕደስ ከም ዘድሊ ፈሊጡ እዩ ኣብ ማእከልኩም ምእንቲ ክነብር ኣቐዲሙ መቕደስ ስርሑለይ ዝበለ፣ ደሓር ከኣ ብስጋ ተገሊጹ ነቲ ክጸሪ ዝግብኦ ቤት መቕደስ ድማ ኣጽሪዎ፣ ነቲ ክወጽእ ዝግብኦውን ካብቲ ውሽጢ ቤት መቕደስ ከኣ ንደገ ኣውጺእዎ። እዚ ከኣ ክሳዕ ክንደይ ንሕናውን ብቤትና፣ ብቤተክርስቲያንና፣ ብቤት መቕደስና ክንግደስ ከም ዝግብኣና ዘነጽር ትምህርቲ እዩ። ከምቲ ገለ ሰባት ዝብልዎ ንስኻ ቤት መቕደስ ኢኻ፣ ቤት መቕደስ ኣየድልየካን እዩ ዝብልዎ፣ ከምኦም ዓይነት ሓሳብ ኣብ መጽሓ ቅዱስ ኣይንረክብን ኢና። ቤት መቕደስ የድልየና እዩ። ቤት መቕደስ ንምዃን እኳስ ቤት መቕደስ የድሊ። ጨው ኢኹም ተባሂልና ግን ጨው ኣየድልየናን እዩ። ጨው ኢኻ ስለ ዝተባሃልካ ጨው ኣየድልየንን እዩ ኣይትብልን ኢኻ። ብርሃን ኢኹም ስለ ዝተባሃልናስ ብርሃን ኣየድልየናን ኢልና ኣብ ጸልማት ኣይንነብርን ኢና። ብርሃን ኢና፣ ብርሃን ግን የድልየና እዩ። ጨው ኢኹም ተባሂልና ኢና ብምሳሌ፣ ጨው ግን የድልየና እዩ። ቤት መቕደስ ኢኹም ተባሂልና ኢና፣ ግን ከኣ ቤት መቕደስ የድልየና እዩ። ስለዚ ክቡራት ስድራ ቤት እግዚኣብሔር ንሕና ቤት መቕደስ ኣምላኽ ኢና፣ ግን ከኣ ቤት መቕደስ ድማ የድልየና እዩ። ስለ ዘድሊ ኢኻ ክርስቶስ ምእንታና ክብል ቅድሚ ምሟቱ ደሙ ቅድሚ ምፍሳሱ ነታ ንሕና ናብ ኣምላኽ ንቐርበላ፣ ሽግርና ነፍስሰላ፣ ጸሎትና ዝስምዓላ ቅድስቲ ስፍራ ንዓኣ እዩ ከጽሪ መሪጹ። ሕጂ ውን ገዛና ክነጽሪ፣ ህይወትና ክነጽሪ፣ ቤቴ ክርስቲያንና ክንጽሪ ኣምላኽ ይእዝዝ ኣሎ። ስለምንታይ? ብኣኣ ኢና ቤት መቕደስ ኣምላኽ ንኸውን። ኣብኣ ኢና ምጽራት ምጽራት ክርስቶስ ምስጢራተ ቤተ ክርስቲያን እንፍጽሞም ሰብ ክጥመቕ እንተ ደኣ ኮይኑ ሰብ ክቐርብ እንተ ደኣ ኮይኑ ቤተ ክርስቲያን ክመጽእ ኣለዎ። ከይኣመንካን ከይተጠመቕካን ኮይቆረብካን ቤት መቕደስ ናይ ኣምላኽ ኣይክወን እዩ። ቤት መቕደስ ናይ ክርስቶስ ክትከውን ኣይትኽእልን ኢኻ። ስለዚ ንምዃን ክርስቲያን ንምዃን ጻድቕ ንምዃን ቤት መቕደስ ኣምላኽ ንምዃን ቤት መቕደስ የድልየና እዩ እሞ ነቲ ተዋሂቡና ዘሎ ቤት መቕደስ ኣጽሪና ክንከናኸኖ ክንሕዞ ኣምላኽ ንኹላትና ምስትውዓሉ ይዓድለና። ንዓ እንተ ኣፍሪስናያ ንዓ እንተ ኣጋዕዚናያ ወይ እንተ ኣበላሺናያ ድሕሪ ህይወትና ክናበላሹ ቀሊል እዩ። ንዓ እንተ ዘይተገዲስናላ ህይወትና እውን ኣይክንግደሰላን ኢና። ምኽንያቱ ንሳ መሳል ናይታ ሰማያዊት ቤት ምቕደስ እያ። ናብ ሰማያት እትወስደና፣ ድምጺ ኣምላኽ ንሰምዓላ፣ ምስ ኣምላኽ ንራኸበላ፣ ሽግርና ነፍስሰላ ቅድስቲ ቤት ምዃና ንእመን፣ መጽሓፍ ቅዱስ ከምኡ ስለ ዝብል። ስለዚ ስድራ ቤት እግዚኣብሔር ኣምላኽና እቲ ክርስቶስ ኣምላኽና ኣብ ወንጌል ብዛዕባ ቤት መቕደስ ዝተዛረቦ ቃል ብምሉኡ ብዛዕባ ህይወትና እዩ። ንህይወትና ዝምልከት እዩ። ስለዚ እዛ ሳምንቲ እዚኣ ምኵራብ ተባሂላ ትጽዋዕ ኢና ንብል ዘለና። ክርስቶስ ኣምላኽና ናብ ምኵራባት ኣትዩ ከም ዝመሃርን ከም ዝሰበኸን፣ ናብ መቕደስ ኣትዩ ከኣ ንቤት መቕደስ ከም ዘጽረየ እንዝክረላ ሳምንቲ እያ እንተ ደኣ ኢልና ካብዚ እንታይ ኢና እንመሃር? ክርስቶስ ናብ ቤት መቕደስ ኣትዩ ወጺኡ ጥራይ ኢልና ክንሓልፎ? ወይ ክርስቶስ ንቤት መቕደስ ንምድራዊ ቤት መቕደስ ሰባት ንዝሰርሕዎ ቤት መቕደስ ኣጽርዩ ኣብኡ ንዝነበሩ ሸቀጥትን መሽረፍትን ኣባጊዕን ኣብዑርን ረጋቢትን ንዓቶም ጥራይ ንደገ ኣውጽኡ ኢልና ከም ታሪኽ ክንሰግሮ ዲና ዝስገር ኣይኮነን ምኽንያቱ እቲ ቀንዲ ሕመረት ናይዚ ሓሳብ እዚ ብዛዕባ ህይወት ናይ ክርስትያን እዩ ከምታ ቀዲመ ዝበልኩዎ ቀዳማይ ብዛዕባ ቤት መቕደስ ቤት መቕደስና ክነጽሪ ክንከናኸን ክንሕሉ ከም ዘለና ዘመልክት፣ እቲ ዝዓበየ ከኣ ኣብ ውሽጢ ህይወትና ንሕና ቤት መቕደስ ኣምላኽ ምዃንና ቃል ኣምላኽ ይዛረብ እዩ። ኣብ ውሽጢ ህይወትና ንዘሎ ሓጢኣት፣ ኣበሳ ከኣ ክንጉሕፎ ባዕልና ክነጽርዮ ከም ዘለና ዘመልክት ቃል እዩ እዚ። ስለዚ ንሕና ቤት መቕደስ ኣምላኽ ኢና። ቃል ኣምላኽ ከምዚ ይብል ቀዳማይ ቆሮንቶስ ምዕራፍ ሰለስተ ቁጽሪ ዓሰርተ ሽዱሽተ ን ዓሰርተ ሸውዓተን፣ ቤት መቕደስ ኣምላኽ ምዃንኩምን መንፈስ ኣምላኽ ኣባኹም ሓዲሩ ምህላዉንዶ ኣይትፈልጡን ኢኹም? ይብል። ቤት መቕደስ ኣምላኽ ምዃንኩም። ቤት እንታይ እዩ? እንታይ ስርሑ? እንታይ ጥቕሙ? ንምንታይ ዘገልግል? መሕደሪ፣ መዕቆቢ። ንሕና ኣብ ቤት ኣለና? ንሕና ንባዕልና ድማ ቤት ኣምላኽ ኢና። ኣብ ቤት መቕደስ ኣለና፣ ንሕና ንባዕልና እውን ቤት መቕደስ ኣምላኽ ኢና። ስለዚ ቤት መቕደስ ኣምላኽ ምዃንኩምዶ ኣይትፈልጡን ኢኹም? ምስ በለ፣ ሓደ እኳን ነታ ቤት መቕደስ ኣምላኽ እንተ ኣፍረሰ፣ ኣምላኽ ከፍርሶ እዩ። ቤት መቕደስ ኣምላኽ ቅድስቲ እያ፣ እዛ ቤት መቕደስ እዚኣ እውን ንስኻትኩም ኢኹም ይብል ቅዱስ ኣቦና ጳውሎስ ብዛዕባና እዩ ዝዛረብ ዘሎ። ንስኻትኩም ኢኹም እታ ቅድስቲ ቤት መቕደስ። ንስኻትኩም ኢኹም ህያዋን ቤት መቕደስ እቲ ንቤት መቕደስ ኣምላኽ ዘፍረሰ ኢሉ ኣምላኽ ከፍርሶ እዩ። ህይወትና ናይ ኣምላኽ እያ። ኣምላኽ ሂብና ባዕሉ ድማ ይወስዳ። ባዕልኻ ነብስኻ ምጥፋእ፣ ባዕልኻ ቤት መቕደስ ኣምላኽ ምፍራስ ዋጋ የኽፍል እዩ። እንኳን ቤት መቕደስ ሰብነትካ ከተፍርስ ገዛ ሰብ እኳ ምድራዊ ህንጻ፣ ምድራዊ ገዛ እኳ እንተ ኣፍሪስካ ብሕጊ ዓለም የሕትተካ እዩ። እቲ ኣምላኽ ዝሃበና ሰብነት፣ እቲ ኣምላኽ ዝሃበና ቤት መቕደስ ባዕልና እንተ ደኣ ኣፍሪስና ድማ ኣብ ቅድሚ ኣምላኽ የሕትተና እዩ። ስለዚ ንስኻትኩም ቤት መቕደስ ኣምላኽ ምዃንኩም ኣይትፈልጡን ኢኹም ኢሉ። ኣበይ ኢና ቤት መቕደስ ኮይንና? መዓስ ኢና ቤት መቕደስ ኮይንና? ንዝብል ኣብ ቤተ ክርስቲያን ኣብ ቤት መቕደስ ኢና ቤት መቕደስ ኮይንና። ናብ ቤት መቕደስ ምስ ኣተና ናብ ቤተ ክርስቲያን ምስ ከድና ካብታ ተጠመቕናላ እዋን ጀሚርና ደቂ ኣምላኽ ከም ዝዀንና፣ መንፈስ ኣምላኽ ኣባና ሓዲሩ ከም ዘሎ፣ ስጋይ ዚበልዕ ደመይ ዚሰቲ ኣነ ኣብኡ ይነብር፣ ንሱ ኸኣ ኣባይ ይነብር፣ እቲ ንዓይ ዘፍቅር ኣነ ናብኡ ንመጺእና ኣብኡ ኽንሓድር ኢና፣ መሕደሪና ኽንገብሮ ኢና ነንቲ ሰብ ከም ዝበለ ክርስቶስ ኣምላኽና መሕደሪ ኣምላኽ ኰይንና ኢና። ቤት መቕደስ ኣምላኽሲ ኰይንና ኢና እሞ፣ እንታይ ኢና ክንገብር ዚግብኣና? ኣምላኽ ከም ምሕረቱ፣ ቤቱ፣ መሕደሪኡ እንተደኣ ገይሩና፣ ኣብ ሰማያት እናነበረስ እቲ ርሕሩሕ ኣምላኽ፣ እቲ መፍቀሪ ሰብ ኣብ ልብና ኺነብር እውን፣ ንልብና ከም መቐመጢ፣ ከም ቤት መቕደሱ ንኺገብሮ ፍቓዱን ሰናይ ድልየቱን እንተደኣ ኰይኑስ፣ ንሕና ክንገብሮ ዚግብኣና ደኣ እንታይ እዩ? እንተደኣ ኢልና፣ ነታ ቤት መቕደስ ኣምላኽ ምሕላው እዩ። ምክንኻን እዩ። ከመይ ጌርና ኢና ክንከናኸኖ? ክርስቶስ ኣርኣያ ኮይንና እዩ። ካብ ምንታይ ኢና ክንከናኸኖ? ክርስቶስ ምሂርና እዩ። ክርስቶስ ነታ ቤት መቕደስ ኣየፍረሳን፣ ግን ኣንጽህዋ፣ ቀዲስዋ፣ ኣጽርይዋ። ንሕና እውን ንቤት መቕደስና ንቤት መቕደስ ህይወትና ክነፍርስ ዘይኮነስ ክነጽሪ ኢና ተኣዚዝና። ብምንታይ ኢና ክነጽርዮ? ክርስቶስ ነቲ ኣብኡ ዝነበረ ዕዳጋ ክብትነ እንከሎ ጨጉራፊት ተጠቂሙ ንቤት መቕደስ ህይወትና ንሕና ክነጽርያ እንክልና ጨጉራፍ ኣይኮንና ንጥቀም፣ እምኒ ወይ ከኣ በትሪ ኣይኮንና ንጥቀም፣ ቃል ኣምላኽ እዩ። ሳላ እቲ ዝነገርኩኹም ንጹሃን ኢኹም ኢሎም ክርስቶስ ንደቀ መዛሙርቱ ነእጋሮም ስለ ዝሓጸቦም ጥራይ ኣይኮን ነጺሆም፣ ሳላ እቲ ዝነገሮም ቃል እውን ነጺሆም እዮም። ንሕና እውን ቃል ኣምላኽ ብምስማዕ ቃል ኣምላኽ ብምንባብ ክንቅደስን ክንባረኽን ክንነጽህን ንኽእል ኢና። ናብ ቤት ኣምላኽ መጺእና ከምቲ ኣብ መጽሓፍ ቅዳሴ ተጻሒፉ ዘሎ ብምቅዳስና ስርየት ሓጢኣት ንረክብ ኢና። ስርየተ ሓጢኣት፣ ምድምሳስ ሓጢኣት ይርከብ እዩ። ወደሙ ለእግዚእነ ኢየሱስ ክርስቶስ ያነጽሃነ እምኩሉ ኃጣውኢነ ደም ኢየሱስ ክርስቶስ ወድውን ካብ ኩሉ ሓጢኣትና ከንጽሃና ኢሉ ቅዱስ ዮሐንስ ወንጌላዊ። መዓስ ናብኡ እንተደኣ መጺእና እዩ። ንልብና ንቤት መቕደስ ኣምላኽና ንህይወትና ብማይ ኣይኮናን ነጽርዮ። ከምቲ ኣቐዲመ ዝበልኩዎ ብቃል ኣምላኽ ብምቕዳስ፣ ብምንሳሕ፣ ናብኡ ብምምጻእ፣ ብስጉኡን ብደሙን በዚ ኢና ነጽርዮ እሞ ሓደራ እቶም ገዛና እናጽረና ምንግሆን ምሸትን ሓንሳብ ባዕልና ሓንሳብ ብሰራሕተኛ ጌርና ገዛና ክነጽሪ እናወዓልና፣ ንገዛና ንምጽራይ ዋጋ እናኸፈልና፣ ገንዘብ እናውጻእና፣ ንህይወትና ንምጽራይ ዋጋ ዘይንኸፍል እንተ ኾይና፣ ኣብ ቅድሚ ኣምላኽ ከሕትተና እዩ እዚ። ካብ ገዛና ንሕና ንዓቢ። ኣብ ገዛና ንሕና ኣለና፣ ኣባና ግን ኣምላኽ ኣሎ። ስለዚ ብዛዕባ ማይና፣ ብዛዕባ መግብና፣ ብዛዕባ መሕደሪና፣ መጽለሊና፣ ብዛዕባ ገዛና ምዝራብ ኣየድልየናን እዩ። ምኽንያቱ ኣገዳሲ ምዃኑ ስለ ተረዲእናስ እንታይ ዓይነት ክዳን ንኽደን፣ እንታይ ዓይነት መግቢ ንምገብ፣ ኣበየናይ ገዛ ንሓድር፣ ኣየናይ ገዛ ንዓና ዝምችኣና፣ ኩሉ ንፈልጦ ኢና። ግን ብዙሕ ዘይርድኣና፣ ገዛና ጸርይ እንከሎ ህይወትና ክነጽሪ ዘይንቀላጠፍ ወይ ድማ ዘይንጎይ ሰባት ግን ኣለና ኢና እሞ ሓደራ ብመንጽር እቲ ንገዛና እንኸፍሎ ዘለና ዋጋስ ልዕሊኡውን እንተኾነ ንህይወትና ክንከፍል፣ ንህይወትና ክነጽሪ፣ ብቃል ኣምላኽ ክነጽሪ፣ ብንስሓ ክነሐድስ ይግበኣና እዩሞ ክርስቶስ ኣምላኽና ብክበበ ትጽቢት ከይተገለጸ እንከሎ፣ ንዓና ንምፍራድ ከይመጸ እንከሎ፣ ህይወትና ኣጽሪና ክንጸርሕ ኣምላኽ ንኩላትና ምስትውዓል ይዓድለና። እቲ ምንታይ ኣጽሪናዮ እንተዘይጸኒሕና ቤቱ ስለዝኾነ ጽባሕ ንግሆ ክፈርደና እዩ። ኣብ ቤት ኣቦይ ክህሉ ደኣ ኣይግበኣንን ኢሉ ክርስቶስ ኣብ ሉቃስ ኣብ ምዕራፍ ክልተ ኣብ ቁጽሪ ኣርብዓን ትሽዓተን። ንምንታይ እሞ ትደልዩኒ ኣብቲ ናይ ኣቦይ ቤት ክህሉ ከም ዝግብኣኒዶ ኣይትፈልጡን ኢኹም? ኢልዎም። ንድንግል ማርያም ወላዲቱን ከምኡ ኸኣ ንቅዱስ ጻድቕ ዮሴፍ ኣብ ቤት ኣቦይ ክህሉዶ ኣይግብኣንን እዩ? ንሕና ኢና ቤት ኣቦ። እታ ምድራዊት ቤት መቕደስ ጥራይ ዘይኮነትስ ንሕና ኩላትና እትሰምዑኒ ዘለኹም ክርስትያን ኣቦታተይን ኣዴታተይን ኣሕዋተይ ኣሓተይ ኩላትኩም ናይ ክርስቶስ ቤት ኢኹም፣ ቤት መቕደስ ኢና። ኣምላኽ ይመስገን። ንስኻ ቤት መቕደስ ኢኻ፣ ንስኺውን ቤት መቕደስ ኢኺ። ንስኻትኩም ቤት መቕደስ ኢኹም። ቤት መቕደስና ነጽሪ። ይረስሕ ኣሎ፣ ናብ ዕዳጋ ይቕየር ኣሎ። ሸቐጥ ይበዝሖ ኣሎ። ኣብ ውሽጢ ህይወትና ሸቐጥ ኣሎ። ኣብ ዕዳጋ ብዙሕ ዓይነት ሸቐጥ ኣሎ። ብዙሕ ዓይነት ኣስቤዛ ኣሎ። ኣብ ውሽጢ ህይወትና ከኣ ብዙሕ ዓይነት ሓጢኣት ይፍጸም ኣሎ። ነታ ቤት መቕደስ ዘበላሸዋ ሰባት እዮም ንቤት መቅደስ ሂወትና ዘበላሽዋ ዘለዉ ግን ሰባት ዘይኮኑስ ዝያዳ ባዕልና ኢና ነባላሹ ዘለና ሰብ ባዕሉ ነብሱ እንተዘይጎዲእዋ ካልእ ሰብ ክጎድኣሉ ኣይክእልን እዩ ከምቲ ንሱ ንነብሱ ዝጎድኣ ካብኡ ንላዕሊ ሰብ ክጎድኣሉ ንሂወቱ ኣይክእልን እዩ ስለዚ ንሂወትና ነበላሹ ዘለና ንሕና ኢና ሕማቅ ብምዝራብና ሕማቅ ብምሕሳብና ሕማቅ ብምግባርና ገዛና እናጽረና ግን ንህይወትና ክነጽሪ ዘይከኣልና፣ ኣብ ጽሩይ ገዛ እናሓደርና እናደቀስና እናወዓልና ኣምላኽ ኣብ ጽሩይ ቤት መቕደስ ህይወትና ንኸይኣቱ ኣብ ኣፍ ደገ ኮይኑ ኩሉ ግዜ እናኳሓኮሐ ንኽነብር ምኽንያት ንኾኖ ዘለናስ ንሕና ኢና። ስለዚ ንሱ የኹሕኩሕ ኣሎ እንተደኣ ኣጽሪናዮ ክኣቱ እዩ። እንተደኣ ከፊትናዮ ከምኡ ከኣ ህይወትና እንተደኣ ኣጽሪና። ቤት መቕደሱ እንተ ኣጽሪናሉ፣ ኣምላኽ ናባና ኪኣቱ እዩ፣ ኣምላኽ ናባና እንተ ኣትዩ ድማ፣ ንሕናውን ምስኡ ክንከውን ኢና፣ ኣብቲ ንሱ ዝኣተዎ ስፍራ ድማ ክንኣቱ ኢና። ስለዚ ክቡራት ሰማዕቲ፣ ክቡራት ኣቦታተይን ኣዴታተይን፣ ኩላትና ቤት መቕደስ ኣምላኽ ኢና። ቤት መቕደስ ኣምላኽ ምዃንኩም ኣይትፈልጡን ኢኹም ኢሉና ኣሎ ቃል ኣምላኽ። እዚ ምዃንና እንተ ፈሊጥናን እንተ ተረዲእናስ፣ ንህይወትና ክንዕቅብ፣ ንህይወትና ክነጽሪ፣ ብቓል ኣምላኽ፣ ብንስሓ፣ ብቅዳሴ በቲ ኣምላኽ ንነብስና ንምጽራይ ዝሃበና መንገድታት ብኡ እናገበርና ሕይወትና ክነጽሪ ሕይወት ኣኃዋትና እውን ክነጽሪ እቶም ብዘረባና ናገበርና ልቢ ሰብ ነድሚ ዘለና ቤት መቅደስ ኣምላኽ ነበላሹ ዘለና ክንጸድቅ ኢልና ዘይኮነስ ንክንዕድግ ኢልና ክንሽቅጥ ኢልና ናብ ቤት መቅደስ ናብ ቤተክርስቲያን ንመጽእ ዘለና ንጋገ ኢና ዘለና። ናይ ቤት መቅደስ ሓጢኣትካ ክተራግፍ ኢኻ ትመጽእ ክትሽቅጥ ክትሕሱ ወይ ክትነግድ ገንዘብ ክትከስብ ኢልካ ኣይምጻእን እዩ ዘሎ መክሰብ ጽድቂ እዩ ኣብ ቤተክርስቲያን ዘሎ መክሰብ ድሕነት እዩ ስርየተ ሓጢኣት እዩ በረከት እዩ ሰላም እዩ ንዑ ክንወሰድ ኢልና ንምጻእ ሰብ ክጸድቅ ኢሉ እናኸደ ንስኻ ክትነግድ ኢልካ ክትሽቅጥ ኢልካ ናብ ቤተክርስቲያን ምኻድ ግን ኣየጸብቀልናን እዩ ስለዚ ሓደ መዓልቲ እዚ ኣብ ቅድሚ ኣምላክ ከፍርደና ምዃኑ ኣሚንና ክንጽሊ ኢልና ክንንሳሕ ኢልና ሓጢኣትና ክነራግፍ ኢልና ደኣ እምበር ክንዕድግ ክንሽቅጥ ኢልና ገንዘብ መክሰብ ንምርካብ ኢልና ናብ ቤተ ክርስትያን እንተ ዘይከድና ተመራጺ እዩ። እግዚኣብሔር ከምዚ ንክንገብር ንኩላትና ምስትውዓሉ ይዓድለልና። ኣምላክ መሓሪ እዩ ንኩላትና ይምሓረና። ኣምላክ ይቅረ በሃሊ እዩ። ትማሊ ዝገበርናዮ ሓጢኣት ይቅረ ይበለልና። ስለዚ ንቤት ኣቦይ ቤት ሸቀጥ ኣይትግበርዎ። ቤትካ ቤተይ እዩ ቤት ሸቀጥ ኣይትግበረለይ ቤት ጸሎት እዩ ጸልየሉ ቀድሰሉ ተባረኸሉ ቤትኪ ቤተይ እዩ ቤት መቅደሰይ እዩ ብዋጋ ዝዓደኩዎ ብደመይ ዝዓደኩዎ ናተይ እዩ ናትኪ ኣይኮነን ስለዚ ብሰብነትኪ ብሓሳብኪ ብዘረባኺ ብተግባርኪ ንቤት መቅደሰይ ኣኽብርለይ ኣኽብሩለይ ዝብል ዘሎ እግዚኣብሄር እሞ ከምቲ ትማሊ ንምድራዊ ቤት መቅደስ ከጽሪ ዝረኣናዮ ንዕኡ መሲልና ንክርስቶስ ኣምላኽና ተኸቲልና ቤት መቕደስ ሕይወትና ኣጽሪና ቀዲስና ንመርዓዊ ሕይወትና ንኢየሱስ ክርስቶስ ክንጽበዮ ኣምላኽ ንኩላትና ጸጋን በረኸትን ይዓድለና። እግዚኣብሔር ኣምላኽና ንኩላትና ነዞም ንሰምዕ ዘለና ቃሉ ሰሚዕና ኣብ ልብና ዓቝርና ሰላሳ ስሳ ሚእቲ ፍረ ንክንፈሪ ጸጋ መንፈስ ቅዱስ ንኩላትና ይልኣኸልና። ንዝሓመሙ ኣቦታትናን ኣዴታትናን እግዚኣብሔር ኣምላኽና ፈውሰ ምሕረት የውርደልና ንዝሓዘኑ ኣብ ከቢድ ሓዘን ወዲቆም ንዘለው ድማ እግዚኣብሔር ምፅናዕ ይዓድለልና ንዝሞቱ ኣቦታትናን ኣዴታትና ከዓ ገነት መንግስተ ሰማያት ሃገረ ቅዱሳን የዋርሰልና ንኩላትና ድማ እግዚኣብሔር ኣምላክና ንህይወት ዝከውን ንንስሓ ዝከውን ዘመን ዓዲሉ ወረስቲ መንግስቱ ወረስቲ ፅድቁ ክገብረና ናይ ኣምላክና ሰናይ ፍቃድ ይኩነልና ኣምላክ ምስ ኩላትና ይኩን ፀጋ ጎይታና የሱስ ክርስቶስን ፍቅሪ ኣምላክን ሕብረት መንፈስ ቅዱስን ምስ ኩላትና ይኩን